ሎማዓልቲ እንሪኦ ትምህርቲ ሎማዓልቲ ኣይክንውዳእን ኢና ምክንያቱ ክልተ ክፋል ክትከውን እያ እታ ቀዳመይቲ ክፋል ሎማዓልቲ ክንሪኣ ኢና እታ ካልኣይቲ ክፋል ከዓ ትመፅእ ሰንበት ግዲ ህዝቡ ዘይብሉ መራሕን ግዲ መራሒኡ ዘይብሉ ህዝብን ግዲ ህዝቡ ዘይብሉ መራሕን ግዲ መራሒኡ ከኣ ዘይብሉ ህዝብን ክልተ ሰባት እዩ ማለት እዮም ሎም መዓልቲ እታ መጀመርታ ግዲ ህዝቡ ዘይብሉ መራሒ ትብል ክንርኢ ኢና ኣብ ትመፅእ ከኣ ግዲ መራሒኡ ዘይብሉ ህዝቢ ከመይ ጌርና ኣብ ውድቀት ከም ዝበጻሕና፣ ካብ እግዚኣብሔር ከም ዝዓለና ክንርእዮ ኢና ማለት እዩ። መበገሲ ናይ ሎም መዓልቲ ኣብ ሆሴእ ምዕራፍ ኣርባዕተ ቁጽሪ ኣርባዕተ ጀሚሩ እግዚኣብሔር ከምዚ ይብል ኣሎ፣ ህዝብኻ ምስ ካህን ከም ዝከራኸር ሓደ እኳ ኣይግናሕ፣ ብመዓልቲ ሰንከልከል ትብሉ ኣሎኹም፣ እቶም ነብያት እውን ምሳኻትኩም ሰንከልከል ይብሉ ኣለዉ፣ ህዝበይ ሰኣን ፍልጠት ይጠፍእ ኣሎ። ንስኻትኩም ብመዓልቲ ሰንከልከል ትብሉ ኣሎኹም፣ እቶም መራሕትኹም ከኣ ምሳኻትኩም ሰንከልከል ይብሉ ኣሎዉ፣ ህዝበይ ከኣ ሰኣን ፍልጠት ይጠፍእ ኣሎ እዩ ዝብል። እዚ መበገሲ እዚ ኣብቲ ኣገልግሎት እግዚኣብሄር ዘተኰረ ክኸውን እዩ። ደቂ እስራኤል ካብ ምድሪ ግብጺ ምስ ወጽኡ፣ እግዚኣብሄር ኣብ በረኻ ሲናይ ሓደ ትእዛዝ ሂብዎም፣ ዝመርሕኹም፣ መገዲ ኣምላኽ ዘርእይኹም፣ ምስ ኣምላኽ ዘራኽብኹም፣ ካህናት ካብ ነገድ ሌዊ፣ ብኣሮን ደቂ ኣሮን ካህናት ይኹኑኹም ኢሉ እግዚኣብሄር ንደቂ እስራኤል ትእዛዝ ሂብዎም። ኩሎም ደቂ እስራኤል ግን ኣይኮኑን፣ ዝተወሰኑ ሰባት ካብ ደቂ ኩሎም ደቂ ኣሮን ኣይኮኑን ማለት እየ። ካብ ደቂ ኣሮን ግን ዝተወሰኑ ነቲ ከገልግልዎ ዝኽእሉ ኣምላኽ ዘማልኡ ክኾኑ ኣለዎም። እቲ ክህነት ዝስከም ከማልኦ ዘለዎ ቅጥዕታት ኣብ ዘለዋውያን ምዕራፍ ዕስራን ሓደን ብዝርዝር ተጠቒሱ ኣሎ። ዝኾነ ሰብ ጎደሎ ዘለዎ መስዋእቲ ኣየቕርብ፣ ጎደሎ ዘለዎ ዘይምሉእ ዘይፍጹም መስዋእቲ ኣየቕርብ፣ ናብ መቕደስ ኣይእቶ፣ ዕዉር፣ ሓንካስ፣ ጸማም፣ መጻጉእ፣ ናይ ምሽታት ጸገም ዘለዎ፣ ድንኪ ኣእጋሩ ዝለመሰ ህጹው ዝመሓላለፍ ሕማም ዘለዎ ለምጺ ዘለዎ ኩሉ ናብቲ መዓርግ ክህነት ኣይእቶ ጎደሎ ዘለዎ ማለት እዩ ስለዚ እቲ ኣብ መዓርግ ክህነት ክኣቱ ዘለዎ ኩሉ ጎደሎ ዘይብሉ ፍጹም ክኸውን ኣለዎ ማለት እዩ ነዚ ኩሉ ቅጥዕታት ብስርዓት ተመርሚሩ እቲ ካህን ዝኸውን ተመርሚሩ ተፈሊጡ ብቕዓቱ ተራእዩ ኣገልግለቱ እቲ ናቱ ቁመና ተራእዩ ደጋውን ውሽጣውን ኩነታቱ ተራእዩ ሽዑ ንኣገልግሎት ይፍለ። ንኣገልግሎት ክፍለ ከሎ ክገብሮ ዘለዎ ነገር ኣሎ። ስድራ ቤቱ ምግዳፍ፣ ገዝኡ ምግዳፍ፣ ዓሌቱ ምግዳፍ፣ ንእግዚኣብሔር ጥራይ ምዃን። ምስ ተመረጸ እዚ ሰብ እዚ ብቑዕ እዩ ነዚ ኣገልግሎት እዚ ምስ ተባህለ ሙሴ ወሲዱ ኣብ ሩባ ማይ ይሓጽቦ። ክሓጽቦ ከሎ እንታይ እዩ ርስሓት ስግኡን ርስሓት ነፍሱን ይጸሪ፣ ሓድሽ ሰብ ይኸውን፣ ሓድሽ ክዳን ከኣ ይኽደን፣ እግዚኣብሄር ዝዓቀነሉ ክዳን ተኸዲኑ ይቐርብ ማለት እዩ። ድሕሪኡ ሱባኤ ይኣቱ፣ ሸውዓተ መዓልቲ ካብቲ ቤት ጸሎት ከይወጸ ሸውዓተ መዓልቲ ምስ እግዚኣብሄር ይዘራረብ፣ እግዚኣብሄር ነዚ ኣገልግሎት እዚ መሪጽካኒ ዲኻ? ብቑዕ ድየ? ንዓኻ ክኸውን ብቑዕ ድየ? ኢሉ ምስ ኣምላኽ ይዘራረብ። ሱባኤ ምስ ወደኣ፣ ማዕርግ እወሃቦ። መጀመርያ ኣብ ርእሱ ቆቢዕ ይግበረሉ፣ ኣብ ርእሱ እቲ ቆቢዕ ይግበረሉ። ኣብቲ ቆቢዕ ቅድስና እግዚኣብሔር ዝብል ኣለዎ። ስለዚ እዚ ንእግዚኣብሔር ዝተዋህበ ፍሉይ ቅድስና እዩ ዝብል ቆቢዕ ኣብ ርእሱ ይስከም ማለት እዩ። ካልኣይ ናይ መንኩብ ኣእማን ብድሕሪኡ ኣብ ኣእማን ይስከም፣ ዓሰርተ ክልተ ኣእማን ማለት እዩ። እቲ ዓሰርተ ክልተ ኣእማን ነፍሲ ወከፍ ስም ደቂ እስራኤልን ታሪኾምን ዝተጻሕፈሉ ኣብ መንኩቡ ተሰኪሙ ናብ እግዚኣብሄር ይቐርብ። ንነፍሲ ወከፍ እስራኤላዊ ወኪሉ ናብ እግዚኣብሄር ይቐርብ። እቲ ዓሰርተ ክልተ ኣእማን ዘለዎ ተሰኪሙ ናብ ኣምላኽ ይቐርብ። እዚ ናይ መንኩብ ኣእማን እበሃል። እቲ ሳልሳይ ናይ ፍርዲ ኣእማን እበሃል። ናይ ነፍሲ ወከፍ ከም እትሪእዎ ዘለኹም ኣብቲ ቅድሚት ኣፍ ልቡ ብዝተፈላለየ ሕብሪ ዝተጻሕፈ ናይ ነፍሲ ወከፎም እስራኤላውያን ኣስማት ዘለዎ ንነፍሲ ወከፍ እስራኤላዊ ዝወከለ ስም ሒዙ ኣብ ኣፍ ልቡ ገይሩ ኣብ ቅድሚኡ ገይሩ ንነፍሲ ወከፍ ሰብ ናብ እግዚኣብሄር የቕርቦ ናብ እግዚኣብሄር የማሕጽኖ ኣብ ኣፍ ልቡ ገይሩ ኣብ ልቡ ገይሩ ንእግዚኣብሄር እንህለውካ ህዝብኻ እንህለውካ ምእመናንካ እንህለውካ ኣገልግሎትካ ኢሉ ናብ እግዚኣብሄር የቕርቦ ማለት እዩ ብድሕሪኡ ክልተ ዓቐነንን ቁፅረንን ኣይፍለጣን እየን ኡሪም ቱሚም ዝበሃላ ምስ እግዚኣብሄር ዝዛረበለን እንታይ እየን ክልተ ነገር እየን ግን ኣለዎ ክፅሊ ከሎ ንሳተን ምልክት ይህብኦ ኣብ ቅድሚ እግዚኣብሄር እዘን ክልተ ነገራት እዚኣተን ከዓ ኣብ ቅድሚ ኣምላኽ ምልክት ይህብኦ እቲ ሓሙሻይ እቲ ቀሚሽ እዩ ሰማያዊ ቀሚሽ ሰማያዊ ቀምሽ ለቢሱ ኣብ ቅድሚ እግዚኣብሄር ደው እብል ሰማይ ኣነ ናይ ሰማይ ወኪል እየ ናይ ሰማይ ልኡኽ እየ ምስ ሰማይ እዩ ናተይ ርክበይ ዝብል ማለት እዩ ናይ መወዳእታ ዝገብሮ ኣብ እግሩ ቃል ኣዋዲ ቃጭል ጭልጭል ዝብል እዩ ብምሉኡ እግሩ ቃጭል ጭልጭል ዝብል እቲ ካህን ኣብ ቤት መቕደስ ምስ ኣተወ ገለ ረኺብዎ ወይ ከይመውት ወይ ከይወድቕ ከም ዘሎ ክንቀሳቐስ ከሎ እቲ ኣብ እግሩ ዘሎ ቃጭል ጭልጭልጭልጭልጭልጭል ይብል እሞ ኣሎ ባእይ ይብሉ ኣብ እግሩ ገመድ እዮም ዝኣስሩሉ ምክንያቱ መቕደስ ክኣትዉ ኣይክእሉን እዮም ገመድ ይኣስሩሉ ኣብ እግሩ ኣብ ኣብቲ መቕደስ ክዘውር ከሎ ቀጨል ቀጨል ቀጨል ቀጨል ክብል ከሎ ሰምዕዎ ቀጨል ቀጨል እንተዘይሉ ድምፂ እንተጠፊኡ ኣቤ ቀሺ ኣቤ ቀሺ ኣቤ ቀሺ ኢሎም ድምፂ እንተስኢኖም ነታ ገመድ እዮም ዝጎትዋ ጎቲቶም ንደገ የውፅኦ ምክንያቱ እታ መቕደስ ክኣትዉ ይክእሎን እዮም ስለዚ ብከምዚ ዓይነት እዮም እቶም ንእግዚኣብሔር ኣገልግሎት ዘፍለዩ ሰባት ዝምረጹ ነይሮም። እቲ ካህን ኣብ መንጎ እግዚኣብሔርን ኣብ መንጎ ህዝብን እዩ ደው ዝብል። ረኣዩ፣ ነቢያትን ካህናትን ኣገልግሎቶም ዝተፈላለየ እዩ። ነብያት ካብ እግዚኣብሄር ሰሚዖም እግዚኣብሄር ከምዚ ይብል ኣሎ፣ እግዚኣብሄር ይነግረኩም ኣሎ፣ እግዚኣብሄር ከምዚ ይብለኩም ኣሎ ንኢሎም ናብ ህዝቢ ዘብጽሑ እዮም። ነቢይ እንተሓስዩ ይቀተል እዩ ዝብል ምክንያቱ ናይ እግዚኣብሄር ኣይኮነን። እግዚኣብሄር ዝበሎ ቃል ብቃለን እዩ ከተሓላልፍ ዘለዎ። ናይ ሓሶት ትንቢት እንተ ኣመሓላልፉ ይቀተል። ካህን ግን ንህዝቢ ድሕሪኡ እዩ ዝህቦም ናብ እግዚኣብሔር ካብ ህዝቢ ናብ እግዚኣብሔር እቲ ነቢ ካብ እግዚኣብሔር ናብ ህዝቢ እቲ ካህን ከዓ ካብ ህዝቢ ናብ እግዚኣብሔር ኣብ መንጎ ኮይኑ የራኽብ ነይሩ ማለት እዩ ኣብቲ ክገብርዎ ክጥንቀቕሉ ዘለዎም ኩሉ እግዚኣብሄር ዘይደልዎ ነገራት፣ እግዚኣብሄር ዘይፈትዎ ነገራት ክሰርሑ የብሎምን። እቶም ካህናት ምስ ተመረጹ መጀመርታ ዓባይ ዓባይቶ ብደም ብደም ይልከዩ። ውዕል እገብሩ ምስ እግዚኣብሄር ማለት እዩ ኪዳን ማለት እዩ ንሕና ብጀካ ንእግዚኣብሄር ኢድና ንኻልእ ኣይነልዕልን ኢና ስለዚ እዮም ንሕና እውን ካብኣቶም ዝወረስናዮ ደም ኣየፍስሱን እዮም ኣይሓርዱን እዮም ኣየኸስትኑን እዮም ዝኾነ ነገር ኣይገብሩን እዮም ምክንያቱ ጥራሕ ንእግዚኣብሄር ዝኸውን መስዋእቲ ጥራሕ እዮም ዘቕርቡ እንደገና ከዓ እዝኖም ይልከዩ ብደም ገይሮም ውዕል ኪዳን ደም እበሃል እዝኖም ይልከዩ እዞም ዝልከዩ ዘለዉ ብጀካ ቃል እግዚኣብሄር ካልእ ከይሰምዑ ንእግዚኣብሄር ጥራሕ ክሰምዕዎ ቃሉ ጥራሕ ከንብቡ ኣብ ቃሉ ጥራሕ ደው ክብሉ ይግበሩ ማለት እዮም። እንደገና ዓባይ ዓባይቲ ኣጻብዕቶም ከኣ ይልከዩ። ብጀካ ናብ ቤት እግዚኣብሔርን ናብ ጸሎትን ናብ ቅድስናን ናብ ጓይላ ናብ ዕብዳ ናብ ሳዕሳዒት ናብ ካልእ ነገራት ከይከዱ ከዓ ኣጻብዕቶም ዓባይ ዓባይቶም ብደም ይልከዩ ካብ እግዚኣብሔር ዝበለቶም ሓንቲ ነገር ዝበሎ ሓንቲ ነገር ምስ ዝወፁ ይቕዘፉ ንኣብነት ናዳብን ኣብሆን ዝበሃሉ ደቂ ኣሮን ሊቀ ካህን ደቁ ሰትዮም ሰኺሮም ሰኺሮም ዳሓራይ ምስ ሰኸሩ እንታይ ኣለዎ ድዩ ዝኾነ ዕጣን ጌርና ንእግዚኣብሄር ንዓጥነሉ ኢሎም ኣብቲ ቤት መቕደስ ከሎ ሓዊ ጋሻ ሓዊ ካብ ደገ ኣምፂኦም ክዓጥኑ ጀሚሮም ኣብታ ካብታ ፀንሓ ዝወፀት ሓዊ ንክልቲኦም በሊዓቶም ኣብታ ቤት መቕደስ ከለዉ ክልቲኦም ሞይቶም ምክንያቱ ረኣዩ ሰኺሮም እዮም ስኹር ኣዝዩ ሓደገኛ እዩ ማለት እዩ ስለዚ ብሰንኪ ንእግዚኣብሄር ዘይምእዛዞም ሓዊ በልዖም ካብ እግዚኣብሄር ዝበሎም ስለ ዝወፁ ሓዊ በልዖም ማለት እዩ ሕጂ ናይ ብሉይ ኪዳን ሊቀ ካህናት እዚ ይመስሉ ነይሮም ብሓፂር ሓፂር ገይረ ዝዛረብ ዘለኹ ናይ ሓድሽ ኪዳን ካህናት ከ ሕጂ ኣብዚ ኢና ክነተኩር ደልዮ ዘለኹ እዚ ሕጂ ዝነግረኩም ዘለኹ ናይ ብሉይ ኪዳን ስርዓት እዩ

ኣጋንንቲ ከውጽኡ ምሉእ ስልጣን ሂቡ ለኣኾም ኣብ ወንጌል ማርቆስ ምዕራፍ ሰለስተ ቁጽሪ ዓሰርተ ኣርባዕተ ኣብ ህይወቶም ክኾንዎ ዘለዎም ከኣ ወንጌል ክምህሩ ኢለ ሕሙማት ክፍውሱ ኢለ ዘይት እናለኸዩ ኣብ ኣብ ሩባ ምዕራድ ዝበሃል ማይ ድጋም ኣብ ሩባ ዓሪዶም ሆስ እናገበሩ ማይ ይሓጹ ማለት ኣይኮነን ጎይታ ዝኣዘዞ ነቲ ሕሙም ዘይቲ እናለኸዩ ይሕውይዎ ነበሩ እዩ እዚ ሕጂ ዝኸይድ ዘሎ ዕብዳን ካብ መምርሒ እግዚኣብሔር ዝተወፀ እዩ ስለዚ ወንጌል ክሰብኩ ሕሙማት ክሕውዩ ወንጌል ኣብ ዓለም ከምፅሑ ኣጋንንቲ ከውፅኡ ካልእ ከዓ ኣብ ቅድሚ ዓለም ብርሃን ክኾኑ ከብርሁ ሽምዓ ክኾኑ ንዓለም ከብርሁላ ካልእ ጨው ክኾኑ ንስኻትኩም ጨው ምድሪ ኢኹም ተባሂሎም ጨው ክኾኑ ንጡፋኣት ክደልዩ ንድኹማት ከበራትዑ ኣብ መንጎ ኣምላኽን ሰብን ኣተዓረቕቲ ክኾኑ እዚ እግዚኣብሔር ልኢኽዎም እዚ እቲ ናይ ሓድሽ ኪዳን ካህን ኣብ ካልኣይ ቆሮንቶስ ምዕራፍ ሓሙሽተ ቁፅሪ ዓሰርተ ሸሞንተ ክሳብ ዕስራን ሓደን እዚ ኩሉ በቲ ብክርስቶስ ገይሩ ምስ ርእሱ ዘተዓረቀና ናይ ዕርቂ ኣገልግሎት እውን ዝሃበና ኣምላኽ እዩ ማለት ኣምላኽ ንዓለም ምስ ርእሱ ክዓርቃ እንከሎ ኣብ ክርስቶስ ነበረ እሞ በደሎም ኣይሓዘሎምን። ኣባና ኸኣ፣ ሃዋርያ ጳውሎስ እዩ ዝብል ዘሎ ሕጂ፣ ኣባና ኸኣ ቃል ዕርቂ ኣንበረ። ምስ ኣምላኽ ተዓረቑ እናበልና ኣብ ክንዲ ክርስቶስ ኮይንና ንልምነኩም ኣሎና። ምስ ኣምላኽ ተዓረቑ። ኣብ ክንዲ ክርስቶስ ኮይና። ስለዚ ኣብ መንጎ ኣምላኽን ኣብ መንጎ ክርስቶስን ኮይና ነተዓራርቕ ማለት ኣብ መንጎ ሰብን ማለት እዩ። እግዚኣብሔር ነቶም ሃዋርያት ሰለስተ ዓመት ምሉእ ምሂሩ ምስ ኣሰልጠኖም ኩሉ ብቕዓት ምስ ሃቦም ኩሉ ምስ ኣርኣዮም ብግብርን ብቓልን ምስ መሃሮም ኣብ መወዳእታ ስልጣን ሓላፍነት ሂብዎም። እዚኣ ሕጂ እታ ከባድ ሓላፍነት ርኣዩ። እንታይ እያ ትብል? ንቅዱስ ጴጥሮስ ተፍቅረኒዶ ኢኻ ኢልዎ። እታ ስልጣን ክህቦ ከሎ ተፍቅረኒዶ ኢኻ ካብ መን ካብ ኣዕሩኽትኻ ካብ መን ካብታ መግፈፊ ዓሳኻ ካብ መን ካብ ሓውኻ እንድርያስ ካብ መን ካብ ሰበይትኻ ካብ መን ካብ ኣብ ካብ ሓማትካ ካብ መን ካብ ዮሃንስ እቲ ዓርክኻ እቲ መጋፈፍቲ ዓስኻ ካብ ኩሎም ንላዕሊ ኣፍ ኣልዒልካ ዶ ትፈትወኒ ኢኻ ኢልዎ እዚ ሕጂ ተጉስነት ክህብ ከሎ እግዚኣብሔር ሕጂ ቅዱስ ጴጥሮስ እታ ይፈትወካ'የ ትብል ባዕሉ ክገልጻ ከቢዳቶ'ያ። ኣብ መንደርቢው ኣብ ጎይታ ኣነ ከም ዘፍቅረካ ንስኻ ትፈልጥ ኢኻ ምኽንያቱ ቀዳማይ ተጋግዩ እንድዩ ከይብል መታን ንስኻ ልበይ ትፈልጠኒ ኢኻ ኣነ ከም ዘፍቅረካ ንስኻ ትፍተፍ ትፈልጥ ኢኻ ኢሉ ምስ መለሰሉ ድሕሪኡ ሓለዋ ኣረከቦ ዋንነት ሃቦ ኣባጊዐይ ሓሎ እዚ እቲ ሃዋርያውነት ስራሕ ሕጂ ሓሉ ጓሲ ተፍቅረኒ እንተኾይንካ ጸሊ ተፍቅረኒ እንተኾይንካ ገዳም ኪድ ተፍቅረኒ እንተኾይንካ ሱባኤ እቶ ተፍቅረኒ እንተኾይንካ ኪድ ተሓባእ ተፍቅረኒ እንተኾይንካ ኣብ ሓመድ ደቅስ ተፍቅረኒ እንተኾይንካ በዚ እንታይ እዚ መቑፀርያ ጌርካ ነብስኻ ህረም ተፍቅረኒ እንተኾይንካ ኣብ ሩባ ኮንካ ማይ ዓሪድካ ሰባት ኣብኡ ሰባት ሕፀብ ኣይኮነን ኢልዎ ተፍቅረኒ እንተ ኮንካ እንታይ ኢልዎ ኣበጊዕ ሓሉ ደም ክርስት እቲ ሓለዋ ብጣዕሚ ከቢድ ዝገብሮ እተን ትሕልወን ኣባጊዕ ደም ክርስቶስ ዝተኸፍለን እየን ዋጋን ከቢድ እዩ ብጣዕሚ ከቢድ ዋጋ እዩ ዘራዒ እኽሊ እንተብሊዒልካ እንስሳ ኣትየን ኣብ ግራት እኽሊ እንተበሊዐን ወይለ ዝዘራዐ ከለኻሲ እኽሊ የብሊዕኻለ ኢልካ ብረት ኣቅብብል ኣቢልካ ትቐትሎ ዲኻ ኣይትቐትሎን ኢኻ ኣይትቐትሎን ኢኻ ሓደ ወታደራት ዝሕሉ ዋርድያ ደቂሶም ከለዉ ዝሕሉ እሞ ደቂሶም ከለዉ ጸላኢ እንተመጺዎም መዕሊፉ እንተሂብዎም እሞ እንተ ተቐቲሎም ይቐትልዎ ከምኡ እንዲኹም ነርኩም መብዛሕትኹም ሓቀይ ዋርድያ እንተ ኣሕሊፉ ሂብኩም ምክንያቱ እቲ ዋጋ ይፈላለ እዩ እቲ ንሕና እንጓስዮ መጓሰ ደም ክርስቶስ ዝተኸፈሎ መጓሰ ኣዝዩ ከቢድ ረዚን መጓሰ እዩ ስለዚ ነተን ክትጓስየን ከለኻ ክትኮኑ ዘለካ ነገር ከዓ ጎይታ ኣዝዩ ዝሎ ሓደ ነተን ኣባጊዕ ቀቅድሚአን ክትከይድ ሕማቕ ድዩ ጽቡቕ ድዩ ሞት ድዩ ህይወት ድዩ ቀቅድሚኤን ትኸይድ ካልኣይ እተን ኣባጊዕ ድምጽኻ ዘለልያ ክኾና ኣለወን ሎሚ ከቢድ ጸገምና እትርእይዎ ዘለኹም ኣብዚ ዓለም እቲ ዝኸበደ ጸገምና ዝልለ ድምፁ ጓሳ የለን ምክንያቱ ብዙሕ ድምፅታት እዩ ዘሎ መኣለያ ዘይብሉ ድምፅታት በቲ ሓደ ተሲኡ ከምዚ ተዘይጌርኩም መንግስተ ሰማያት ኣይትኣትውን ኢኹም ቡን ትሰትዩ ዘለኹም ወይለኹም ሸጋራ ተትክኹት ዘለኹም ወይለኹም ከምዚ ትገብሩ ዘለኹም ይብል በቲ ሓደ ተሲኡ በቲ ሓደ ከዓ ኣብ ገዳም ክስተኸድኩም እምኒ እንተዘይተሰኪምኩም ኣብኡ ከረውረው እንተዘየልኩም መንግስተ ሰማያት ኣይትኣትውን በቲ ሓደ ከዓ በቲ ሓደ ከዓ ኮንፍ ፒዙድ ዝኾነ ማእዝኑ ዝጠፍኦ ድም ዘላሊኡ ድምፂ ዝሰኣነ ሕብረተሰብ እዩ ዘሎ ሎሚ ዝልለ ድምፂ ዝሰኣነ ኩሉ ዝተሓዋወሶ ስለዚ እቲ ጓሳ ተነባጊዑ ዘለልኦ ክኾና ክእለን ኣለውን ቀቅድሚኤን ክኸይድ ኣለዎ ጓሳ ምስተን ኣባጊዕ ጎኒ ጎኒ ክኸይድ የብሉን ማዕረ ማዕሪኤን ክኸይድ የብሉን ዝበልዐኦ እናበልዐ ዝሰተየኦ እናሰተየ ጎኒ ጎነን ኮይኑ ምስኣተን ዘዝወሰንዎ ዘዝወሰንኦ እናጣቐዐ ዲሞክራሲ ኣብ ቤተ ክርስቲያን እናበለ መስርሕ ቤተ ክርስቲያን ስሒቱ ጎኒ ጎይኑ ጎኒ ጎኒ ዝኸይድ ጓሳ እግዚኣብሔር ኣይፈቅድን እዩ። ሓደ ካህን ምሳኻ ኣብ እንዳ ባር ኣትዩ ጥራሙስ ክቆጽር ዝውዕል ተኾይኑ፣ ማዕረ ማዕሪኻ መስተ ክሰቲ ዝውዕል ተኾይኑ፣ ኣብ እንዳ እዚ እንተ ኾይኑ እነግረኩም ኣለኹም ኣባት ነብስኹም ኣይትግበርዎ። ምክንያቱ እቶም ሰባት ምስ ሰተዩ ምስ ሰኸሩ እዮም ዘይግበር ገይሮም ዘይስራሕ ነገር ሰሪሖም ዘይከውን ነገር ገይሮም ስለዚ ምስ ምእመናን ጎኒ ጎኒ ኮይንካ ዝሰተይዎ እናሰተኻ ዘዕለልዎ እናዕለልካ ዝተዋዘይዎ እናተወዘኻ ኣብ መንጎ ምእመናን ክትከውን ማዕሪኦም ክትከውን ዝወሰንዎ እናጣቓዕኻ ዝሰምዕዎ ጥራሕ ከስብ ክሰምዑ እና እና መራሕካ ኣብ እትኸደሉ ጎኒ ጎኒዩ ኩልኻ ከዓ መራሒ ዘይብልካ ናብ ጥፍኣት ኢኻ ትኸይድ ስለዚ እቲ መራሒ ጎኒ ጎኒ ክኸይድ የብሉ

ጽቡቕ ይብልዓ ሕማቕ ይብልዓ እተን ኣባጊዕ ኣብ ጽቡቕ ለምለም ምውዓላ ኣብ ሕማቕ ይውዓላ ኣይንታይኑ ንዕኡ ጥራሕ ኣብ ከይጠፍኦኦ ውኻርያ ከይትወስደሉ ዝብኢ ከይወስደሉ ጥራሕ ተጠንቂቑ ኣብ ሓንቲ ዋላ ይዕበራ ዋላ ይሙታ ዋላ ዝኾነ ይኹን ኣዕኡ ኣየገድሶን እዩ ጥራሕ ከይጠፍኦኦ እንታይ ይበልዓ ኣየገድሶን እንታይ ሰትያ ኣየገድሶን ዓሰብ ኣበሃል ጥራሕ ቁጻሩ እዩ ዝፈልጥ ማለት እዩ እቲ ሳልሳይ ጓሳ ነጋዳይ ነጋዳይ እቲ ነጋዳይ እንታይ እዩ ዝደሊ ተነባጊዑ እንታይ እዩ ክኾናሉ እዩ ዝደሊ ክሰብሓሉ ክሰብሓሉ እንተ ወረቐት ኣብሊዑ እንተ ሓተላስትዩ እንተ ገለ ገይሩ ፅሩይ ምግቢ ንዕኡ ኣየገድሶን እዩ ጥራሕ ዘርጉደን ዘስበሐን ዋላ ይሙታ ደመን ተዓጽዩ ኣየገድሶን እዩ ዘድልዮ ንዕኡ ዘገድሶ ምስብሕን ጥራሕ እዩ ምዕባየን ጥራሕ እዩ ነንዝጠዓሞ ጎይታ እንታይ ኢሉ ነተን ዘዝሰብሓ ትሓርዱን ትበልዑን ኣለኹም ነተን ዘዝሰንከላ ከዓ ግደን ኣይገበርኩመንን ገዲፍኩመን ትኸዱ ኣለኹም እሞ ወይለኹም ደሞ ደመን ካባኸም እየ ዝደልዮ ኢሉ ስለዚ እቲ ኣስብሑ ዝሸይጥ ገንዘብ እዩ ዘድልዮ ምስቲ ህዝቢ ተመሳሲሉ ተቐባጢሩ ተረዳዲኡ ብዝበልዎ ደሓን ከምዚኣ እንተጌርኪ እኮ መንግስተ ሰማያት ንዓኺ ክፍት እያ ጥራሕ ዝክር ክስታ ይግበር እምበር ፀበል ክስታ ይግበር እምበር ንዓኺ ጥራሕ ከምዚ ኣምፀልና እምበር ዘስብሕ እዩ ማለት እዩ ብጣዕሚ ክንጥንቀቕ ኣሎና ኣብ ጉስነት እግዚኣብሄር ማለት እዩ ስለዚ እቲ ራብ እቲ ራብዓይ እቲ ሓቀኛ ጓሳ ናይ ክርስቶስ ድምፂ ዘለሊ እዩ ማለት እዩ። ስለዚ ጉስነትና እግዚኣብሔር ዝሃበና ጉስነት ኣዝዩ ከቢድ እዩ። ንሕና ኣብ መንጎ እግዚኣብሔርን ኣብ መንጎ ሰብን ደው እንብል ክርስቶስ ደሙ ዘፍሰሰለን መጓሰ እንጓሲ ኢና። ስጋይ ዝበልዐ ደመይ ዝሰተየ ምሳይ ክነብር እዩ ኢሉ ክርስቶስ ንዝሃቦ ንዕኡ እንስከም ሰባት ኢና። ካልእ ኣብ ምድሪ ዝፍጸም ኣገልግሎት ቅዱስ ዮሃንስ ኣፈወርቅ ዝበሎ እዩ። ክህነት ዋላ እኳ ኣብ ምድሪ ዝፍጸም ኣገልግሎት ይኹን እምበር ምስቲ ሰማያዊ ስርዓት እዩ ዝቑጸር። ርኣዩ፣ ዋላ ኣብ ምድሪ ዝፍጸም ኣገልግሎት ይኹን እምበር ምስቲ ሰማያዊ ስርዓት እዩ ዝቑጸር። ስለ ዝኾነ እቲ ዝተቐብኣ ኻህን ኣብ ሰማይ ኣብ መንጎ መላእኽቲ ኸም ዝቖመ ኾይኑ ይፍለጥ ነብሱ። ኣብዚ ደው ክንብል ከለና ኣብቲ ህያብ ወዲ እግዚኣብሔር ኣብቲ ደሙን ክርስት ስግኡን ዘለዎ እዩ። ኣብ ምድሪ ዝኣሰርኩሞ ኣብ ሰማይ እሱር፣ ኣብ ምድሪ ዝፈታሕኩሞ ኣብ ሰማይ ፍቱሕ ዝብል ትእዛዝ ንመላእኽቲ ኣይተዋህበን ንካህናት ተዋሂቡ ስለዚ እቲ ሓላፍነት ኣዝዩ ከቢድ እዩ ሓጢኣቶም እንዳሓደግኩምሎም ክሕደገሎም እዩ ሓጢኣቶም ንዘይሓደግኩምሎም ግን ኣይሕደገሎምን እዩ ዝብል ሰማያዊ ስርዓት ኣብ ምድሪ ኮንካ ኣብ ሰማይ ክትኣስር ስርዓት ዝተዋህበካ ንመባጊዕ ኣጓሰ እግዚኣብሄር እዩ ከተፈራርሓሉ ኣይኮነን ጎይታ ንዓና ዝሃበና ከነፈራርሓሉ ኣይኮነን፣ ንእግዚኣብሄር ዝኾኑ ነፍሳት ከነቕርበሉን ከነፍርየሉን፣ መጓሰ ኣምላኽ ከነርብሓሉን እዩ። ስለዚ ክህነት ከይተረድኣካ ኣብ ዘይመዓላ ተውዕሎ ኢኻ። ዕንጨቲ ሴርኪ ኣለኹ ወጊዘኪ ኣለኹ በዓል ደፊርኪ፣ ክዳን ሓጺብኪ ኣለኹ ወጊዘኪ ኣለኹ፣ ሩባ ወሪድኪ ኣለኹ፣ ዋሕዚ ኣይኮነን፣ ደም ክርስቶስ እዩ ፈሲሱ ስለንስእልካ ይውገዛን እየን። ስእልካ ይውገዝኒ ስእልካ ኣፍካ ዝሃበካ በቢ ዝመሰለካ ተደፊካ ንዓይ ንቀሺ ወጊዘካ ኣለኹ መን ኢኻ ስኻ ብጣዕሚ ጥንቃቐ የድልየና እዩ እንጓስዮ ኣበጓሰ ክንፈልጦ ይግባኣና እዩ ሕጂ ኣበየ ኣለና ኣብ ጉስነትና ከመይ ንመስል ከም ኣብ ጉስነትና ክንሪኦ እንከለና ከመይ ዓይነት ውድቀት ወዲቕና ትርእዩና ኣለኹም ኣብ ዘመን እዚ ከመይ ዓይነት ጉድ ንርእን ንሰምዕን ኣሎና። ሓደ ወዲ ደቡብ ኣፍሪቃ ፕሮፌሰር ዝበሎ፣ ሃገር ንኽትዕኑ ኣውቶሚክ ቦምብ ወይ ርሑቕ ዝውንጨፍ ሚሳይል ኣየድልየካን እዩ። ናይ ትምህርቲ ጽሬት ምጉዳልን ተመሃሮ ኣብ ፈተና ቀዲሖም ክሓልፉ ምፍቃድን እዚ ጥራሕ ንሓንቲ ሃገር ንምውዳቕ እኹል ኢሉ። ምኽንያቱ ቀዲሑ ዝሓለፈ እንጅነር ዝሰርሖ ህንፃ ይፈርስ፣ ቀዲሑ ዝሓለፈ ሓኪም ዝሓከሞም ሰባት ይሞቱ፣ ቀዲሑ ዝሓለፈ ፈራዲ ሕጊ ስለዘይፈልጥ ብዘይ ሕጊ ይኹንን። ቀዲሑ ዝሓለፈ ካህን ቅዱስ ጽሑፍ ንዕኡ ብዝመስሎ ካብ ኣምላኽ ዘይሰምዖ ዘይተነገሮ ሰባት ክድህለሉ ዝኽእል ከፈራርሓሉ ዝኽእል ንጥቕሙ ጅቡኡ ክኸውን ዝኽእል ይሰርሕ ምኽንያቱ ቀዲሑ እዩ ሓሊፉ ቃል እግዚኣብሔር ኣይተማህረን ኣብቲ ናይ ቀደም ኣቦታትና እንታይ እዮም ዝብሉ ዘሎ እንታይ እዮም ዝብሉ ቅዱስ ፅሑፍ ዘይተረድአ መገዲ ኣምላኽ ዘይፈለጠ ቃል ኣምላኽ ዘየንበበ ዲድስቅልያን ሲኖዶስን ዘይፈለጠ መፅሓፍ ቅዱስ ብዝግባእ ዘይፈለጠ ካህን ኣይሸየም እዩ ነይሩ ናይ ቀደም ስለዚ ውድቀት እዚ ኩሉ ንሪኦ ኣለና ካብዚ ኩሉ ውድቀት ወዲቕናሉ ዘለና ቅልውላው ሃይማኖት ዝመፀና ዘሎ እቲ ፅሑፍ ብዝግባእ ብዘይምትርጓምና ስነ ምግባራዊ ውድቀት ኣብ ሕብረተሰብ በፅሕ ንረብሓ ገንዘብ ንረብሓ ንብረት መጋበርያ ይኾኑ ሕብረተሰብ መድሃሊ፣ መሸቑረሪ፣ ዕዉር ንዕዉር ይመርሕ፣ ምፍልላይ ይፍጠር፣ ኣብ ፖለቲካን ዓልየትን ወገንን ይእቶ፣ እ ዝተባህሎ ጥራሕ ካብ ምእመናን፣ ምእመናን ዝደልይዎ ጥራሕ ይዛረብ፣ ደስ ዝብሎም ንምእመናን ክሕጉሶም ዝኸእል ጥራሕ ኣብ ቤት ኣምላኽ ይዛረብ። ካልእ ጽድቂ ዘይከኣል ገይሩ ነግረካ፣ ክትጸድቕ ከምዘይትኸእል በቃ። ሪኢኻያ ኣደይ ክስቶሲ ኣርብዓ ዓመት ኣብ ማይ ኣትያ ጸልያሲ ብውሽጢ ከብዳ እዞም ዓሳታት እመሓላለፉ ኔሮም ከመይ ጌርካ ኢኻ ሕጂ ንስኻ ጽድቂ ክትረክብ ክንድኡ ዝኣክል ተኾይኑ ንጽድቂ መስዋእቲ ዝኸፈሎ ብጣዕሚ ከቢድ እዩ ጽድቂሲ ኣይከኣልን እዩ ኣበይ ኩስቶ ዓሰርተ ሓሙሽተ መዓልቲ ኣብ ጓህሪ ሓዊ ደው ኢሎም ይጽልዩ ነይሮም እዎ ከመይ ጌርካ ደኣ ክከኣል ጽድቂ ኣቦይ ክስቶ ሓምሳ ዓመት በዚ ኩናት በዚ ኩናት በዚ ኩናት ደው ኢሎም ከምዚኣ ኢሎም ከይተንቀሳቐሱ ደው ኢሎም ይጽልዩ ነይሮም እንታይ ክትኸውን ዘለካ ሕጂ ስኻ ጽድቂ ንዓኻ ከቢድ እዩ። እግዚኣብሄር ከም ጽድቂ ዝቐለለ መገዲ ንደቂ ሰባት ኣይሃበን። እታ ዝቐለለት መገዲ ዝገበረልና መገዲ ጽድቂ እያ። ዝገርመኩም እዩ። ስጋ ወልደ እግዚኣብሄር እንተበላዕኩም ደሙ እውን እንተሰተኹም እስከ መልሱለይ ናይ ዘላለም ህይወት ኣለኩም ተወዲኣ ተወዲኣ ብስጋኹም ንክርስቶስ ኣኽብርዎ እዩ። ክሳብ ክንድዚ ዘጨንቕ ንቅድስና እግዚኣብሔር ኣይገበረልካን። ንጽድቂ መንግስተ ሰማያት ዝቐለለ መገዲ ጎይታ ከም ንጸድቕ እዩ ገይሩና። ስለዚ ቅዱስ ገርጎርዮስ ዘእንዚናዙ እንታይ ኢሉ ከይተማህሩ ክምህሩ ዝደልዩ ንባዕሎም ሕክምና ዘድልዮም ሓኻይም ኮይኖም ክሕክሙ ዝደልዩ ሰባት ኣለዉ። ከምዚኦም ዝኣመሰሉ ህሩፋት ተርኣየን ህሩፋት ተርኣየን ክረኣዩ ህሩፋት ተርኣየን ቅድሚ ብርሃን ምዃኖም ጸልማት ምዃኖም ዘይፈልጡ ብዛዕባ ብርሃን ዝዛረቡ ዕውራት ክነሶም ሃሰስ ኢሎም ክመርሑ ዝደልዩ ሰባት ኣለዉ እሞ ተጠንቀቑ ተባሂሉ ተነጊሩና እዩ። ሓቂዩ ንጽድቂ ገዳም እንተኸድና ጽቡቕ እዩ ንጽድቂ መስዋእቲ እንተኸፈልና ጽድቂ ጽቡቕ እዩ ንጽድቂ እንተተንፋሓንኮና እንተ ጸለና ጽቡቕ እዩ ንበረከት እዩ ንጽድቂ ብዙሕ ጸሎት እንተገበርና ከም ትቕባል ጸንሐ ጽቡቕ እዩ ግን ስጋ ወልደ እግዚኣብሔርን ደም ወልደ እግዚኣብሔርን እዩ እቲ ናይ መወዳእታ ጎይታ ዝኣዘዘና ስጋ ወልደ እግዚኣብሔር እንተበላዕኹም ደሙ እውን እንተሰተኹም ናይ ዘለኣለም ህይወት ኣለኩም ተባሂሉ እዩ ሕጂ ስለምንታይ እዩ ሕብረተሰብና ኮንፊዝ ኮይኑ ዘሎ ስለምንታይ እዩ ሕብረተሰብና ኣብ ከምዚ ዝኣመሰለ ኩነታት ወዲቑ ዘሎ? ስለምንታይ እዩ ህዝብና ዘለልዮ ድምጺ ስኢኑ ዘሎ? ቃል ወንጌል ኣየናይ ምዃኑ ዘለልዮ ድምጺ ስለምንታይ እዩ ስኢኑ ዘሎ? ስለምንታይ እዩ ስኢኑ ዘሎ? ሓደ በቲ የሰንብዶ ጃጃዊ ከኣ ፈራሕ ሓደ ሓሙሽተ ወርሒ እንዳ እንዳ ጆህባ ዝተመላለሰ ጆህባ ዝኣተወ ሰብን ዓሰርተ ሓምሳ ዓመት ዋላ በልዎ ቤተ ክርስቲያን ዝተመላለሰ ኦርቶዶክሳውያን ክልቲኦም እንተረኺብካዮም ይፈርሕ እቲ ኦርቶዶክሳዊ ምስቲ ሓሙሽተ ወርሒ እንዳ ጆሆባ ዝተመላለሰ ይፈርሕ ይፈርሕ ይንቀጥቀጥ ወ ኣነ ምሳኻ ይፈልጥኛ ኣነ እኮ ብዛዕባ ሃይማኖት እኳ ኪድ ንባዕለ ብቆሽ ሕተቶም እምበር ሓምሳ ዓመት ቤተ ክርስቲያን ተመላሊሱ ስለምንታይ መሲልኩም ዝሰምዖ ድምፂ ማእለያ የብሉ ማእለያ የብሉ ማእለያ የብሉን ንሱ የሸግሮ ከምዚ እንደይ በለና ኣቤ ቀሺ ክስቶ ከምዚ እንደይ በላና ኣዴኢታይ ክስቶ ከምዚ እንደይ በሎና ኣቤ ቀሺ ክስቶ ከምዚ በቃ ሕጂ ኮንፊ ዝኸውን ሞ ዝሕዞ ይጠፍኦ ክርስቶስ ግን መገድን ሓቅን ህይወትን ኣነ እሞ ብዘይ በኣይ ናብ ኣቦ ዝበጽሕ የለን እኽልቲ እኹል ስለዚ ክንጥንቀቕ ኣለና ትፈልጡ ዲኹም ኣብ ኣብ ዓድና ኣብ ኢትዮጵያ ብሓንሳብ ከለና ማለት እየ ኣብ ኢትዮጵያ ናይ ኢትዮጵያ ናይ ግብፂ ጳጳሳት እዮም ሽየሙ ነይሮም ሽሕን ሽዱሽተ ሚእትን ዓመት ምንም ቋንቋ ኣይፈልጥ፣ ባህሊ ይፈልጥ፣ እንታይነት ናይቲ ዓዲ ናይቲ ህዝቢ ኣይፈልጥ፣ መጺኡ ተጎላቢቡ እታ ጸላም ጨርቂ ተጎላቢቡ ኣብ ኣብ ቤተ መንግስቲ ኮፍ ዝብል ሕጂ ሓደ ኣቡነ ጎርጎርዮስ ዝበሃሉ ጳጳስ ኣብቲ የኢትዮጵያ ቤተ ክርስቲያን ታሪክ ኢሎም ዝጸሓፍዎ ኣብ ሃገረሰብ ዝነብር ህዝቢ ቤተክርስትያን ክዕጸዎ ምስ ጀመረ፣ ምስ ተጸገመ፣ ካህናት ምስ ተወድእዎ ምስ ሰኣነ፣ ቆልዑት ናእሽቱ ሓዚሉ ሓንጊሩ ናብቶም ጳጳስ የምጾም እሞ ተሓዚሎም ጵጵስ ክህነት ወሃቡ። ተሓዚሎም ዲቁና ወሃቡ። መንም ዝፈልጥዎ ነገር የለን። በቃ ካብ ዘገርም ሓደ ኣብ ዘመን ሃፀይ ቴድሮስ ኣባ ኣቡነ ሰላማ ሳልሳይ ዝበሃል ጳጳስ ካብ ግብፂ መፅዩ ኣነ ዓዲ ዓዲ እንዳኸድኩ ሰባት ክሽየም ድየ ክህነት ክህብ ድየ ገለ ክህብ ድየ ግዜ የብለይን ኣናዓይ ጥዕመንን እዩ ስለዚ ከካብ ዓዱ ካብ ነፍሲ ወከፍ ዓዲ ለቆታ ኣምፅኡ እሞ ነቲ ለቖታ ኡፍ ክብለሉ'የ ዳሕራይ ነቲ ለቖታ ኣሲርኩም ትወስድዎ ኣብ ዓድኹም ምስ ምስ ከድኩም ሽዑኡ ነቲ እዚ እዚ ቆልዓ እዚ ቀሺ ክኸውን ይኽእል እዩ ዝበልኩሞ ካብታ ለቖታ ክፍት ኣቢልኩም ኣተንፍስ ኣብሉሉ ቀሺ ኮይኑ ኢልዎም ክሳብ ክንድዚ ዝኣመሰለ ጸገማት ስለ ዝሓለፍና እቲ ዝነበረ ናይ ክህነት ናይ ወንጌል ኣገልግሎት ናይ እግዚኣብሄር ቃሉ ፍልጠት ናይ መገዲ ኣምላኽ ኩሉ ንድሕሪት እንዳተመለሰ ከይዱ ኣቦታትና ባዕሎም ግን መጽሓፍቲ ዘይፈልጥ ካህን ኣይኹን ጥንቆላ ዝኣምን ካህን ኣይኹን ዝሰክር መስተ ዝሰቲ ሓንቲ መዓልቲ ሰኺሩ እንተ ተረኺቡ ሓደ ቀሺ ኣርባዓን ሓሙሽተን መዓልቲ መቕደስ ዝከልከል ካልኣይት እንተሰኺሩ ካብ ክህነቱ ውረድ ክሳብ ምባል ባዕላቶም ነቲ ነቲ ናይ ቤተ ክርስቲያን ጉዳይ ከተዓራሪዎ ጀሚሮም ነይሮም ከም ትዝክርዎ ከዓ ግራይ ኣሕመድ መፂ ከዓ ንኩሉ ኣብያተ ክርስቲያናት ንኩሎም ካህናት ንኩሉ ኣገልግሎት ምስ ኣጥፈአ ቤተ ክርስቲያን ማእዝና ጠፊእዋ ኣብ ቅዳሴን ኣብ ዜማን ጥራሕ ከም ትውሰን ኮይና ኩሉ መገድታት ጠፊኡ ማለት እዩ። እዚ እዩ ሕጂ ንዓና ኮንፊዝ ጌሩ መኣዝንና ኣጥፊእና ኣበየናይ ከም ዘለና ክንፈልጥ ዘይከኣልና። ድሕ ኩሉ ግዜ እቲ ቤተ ክህነት ድሕሪት ከም ዝተርፍ ኮይኑ ማለት እዩ። ድሕሪ እቲ ህዝቢ ብድሕሪት በቃ ቅድሚት ከም ዘይረአ በቃ በብዝመፀ ኩሉ ንድሕሪት እናተረፈ ከይፅሕፍ እንተፅሒፉ ደፍተራ እዩ ጠንቋላ እዩ ኢዱ ካብ ምጽሓፍ ተኸልኪሉ ብኣእምርኡ ጥራሕ ከም ዝሽምድድ ኮይኑ። ኣብ ዘመን ንጉስ ሚለሊክ ሽሕን ሸሞንተ ሚእትን ቴስዓን ክልተን ዓመተ ምህረት ተሌፎን ኣብ ኢትዮጵያ ተኣታትዩ። ዳሕራይ ገዳማት ዘሎ ካህናት ዘሎ ቤተ ክህነት ተኣኪቡ ኩሉ ሰይጣን ኣብ ዓድና ኣትየና ኣሎ ብክስታይ ገይሩ ዘይረአ ዝዛረብ ኣትየና ኣሎ እዩ ዳሕራይ ሸሞንተ ዓበይቲ ዝበሃሉ ሊቃውንቲ ከካብ ዓዱ ኣዋፂኦም ሒዞም ወሲዶም ናብ እቲ ንጉስ ከይዶም ንጉስ ምኒልክ ንሕና ኣብ ዓድና ሰይጣን ኣቲና ኣሎ ዘይረአ ብስልኪ ዘዛረብ እሞኒ ምሕረት ክትገብሩልና ነዚ ሰይጣን እዚ ካብ ዓድና ክንወፅእ ንሕና ዝኣትያ ዘላ ነገር እዚኣ ካብ ዓድና ከተልቅቑልና ኢሎሞም ትፈልጡ ዲኹም እቶም ሰብኣይ ካብዛ ሃይማኖት እዚ ዶ ክቕይር ክጠፍእ ዶ ክሳብ ምባል በፂሖም ክገድፈሎም ዶ እዚ ሃይማኖት እዚ ክሳብ ምባል በፂሖም ሲነማ ተጀሚሩ ኣብ ኣዲስ ኣበባ ሲነማ ተጀሚሩ እዚ እቶም ኣብኡ ዝረኣዩ ሰይጣውንቲ እዮም እቲ ገዛ ገዛ ሰይጣውንቲ እዩ ኣብቲ ሲነማ ዝኣተወ፣ ነቲ ሲነማ ዝረኣየ፣ በቲ ገዛ ዝሓለፈ ወጊዝና ኣለና ኢሎም። የቤት ሰይጣን ሰይጣን ቤት ዝበሃል ክሳብ ሕጂ ኣሎ ኢሎም። ኣብኡ እዩ እቲ ሓበሬታ እውን ዝሕብር ኣብ ቸርችል ጎዳና ሰይጣን ቤት ዝበሃል ክሳብ ሕጂ ኣሎ ናይ መጀመርታ ትያትር ዝተገበረሉ መኪና ምስ መፀት እዚኣ ናይ ሰይጣን እያ ክንስቀላ የብልናን። ድሕሪት እንዲተሪፉ እቲ ቤተ ክህነት ከይንስቀላ በቃ ንመጀመርታ ግዜ ሓደ ቀሺ ሰብ ከይረኣዩ እንታይ ኮን ትኸውን ኢላ ኢሉ ንበይኑ ተሰቂሉ ተወርያ ቀሺ ክስቶ መኪና ተሰቂሉ ተባሂሉ ተሰቂሉ ወወግዝዎ መቕደስ ከይኣቱ ቤተክርስትያን ከይሳለም ምስ ሰብ ክሕወስ ተባሂሉ ተቐሺ ተወጊዙ ስለዚ ኩሉ ግዜ እቲ እቲ ቤተ ክህነት ድሕሪት ከም ዝተርፍ ካብቲ ሕብረተሰብ ብድሕሪት ከም ዝኸውን ኮይኑ እቲ ወንጌል ማእዝኑ ጠፊእዎ ዘዝመፀ ትርእይዎ ኣለኹም ሕጂ ሓንቲ እህተ ማርያም ዶ ሓደ እህተ ገብርኤል ዶ ሓደ ኣቡነ ኩስቶ ዶ ሓደ ዮሃንስ ጀብጀብ ዶ ሓደ ግል ዶ እንዳበለን እቲ ህዝቢ ማእዝኑ ኣጥፊኡ ካብ መገዲ ኣምላኽ ኣልጊስዎ ንሪኦ ዘለና እዘን ኩለን ኣሓትና ብፍላይ ደቂ ኣንስትዮ እዘን ኩለን ዝቕጥቀጣ ዘለዋ ፈቐዳ ሩባታት እንዳወሰዱ ሓንሳብ በፍንጨን ማይ የስትይወን ሓንሳብ ብእዝነን ንኽዕን ሓንሳብ ብቕጥቅጥወን ዝፃወትለን ዘለዉ እቲ ኣየናይ ቃል ከለልያ ከም ዘለዎን ጎኑ ጎኑ ከዓ ዝዓበየ ሓደገኛ ከዓ ጥንቁልና ነይሩ ጎኒ ጎኒ እዚ ኩሉ ዝዓበየ ኣዝዩ ሓደገኛ ጥንቁልና ንሕና ኣብ ዓድና ኣይንፈልጦን ኢና ቡዳ ጥራሕ ኢና ንፈልጥ ኣብቲ ማእከል ሃገር ዝብሃል ተኸድኩም ግን መተት ዝብሃል ኣሎ፣ ሰላቢ ዝብሃል ኣሎ፣ ሟርት ዝብልዎ፣ ሞራ ገላጭ፣ ጠጠር በታኝ፣ ዓንደረቦ፣ ዓንደረቦ እኮ ኣብ ዓድና ውን ውረ እዩ፣ ጠፈራቁም፣ ሙታንጥራ፣ መስተፋቅር፣ ድግምት፣ ገለመለ ዝብልዎ ነቲ ህዝቢ ዘጃጁ ሓደ ወዲ ንሓንቲ ጓል እንተ ፈትይዋ እንተ ኣፍቂርዋ፣ እሞ ደድሕሪኣ ተኸይዱ ኦ እንዳ መርጌታ ኹስቶ መስተፋቅር ገይሮምሉ ኣለዉ ኢሉ በቃ በቃ ስለዚ እቲ ህዝቢ ካብ ሓቂ ካብ ወንጌል ካብ መገዲ ኣምላኽ ዛዝዩ ኢና ንሪኦ ዘለና እዚ ኩሉ ከዓ ውድቀት ሎሚ ንሪኦ ዘለና ኣብ ማስ ሜድያ ይሕጸዩ ኣብ ማስ ሜድያ ይምርዓዉ ኣብ ማስ ሜድያ ይፋትሑ ብማስ ሜድያ ይሕነቁ ብማስ ሜድያ ይሞቱ ቤተክርስትያን ድሕሪት ተሪፋቶም እዚ ኩሉ ጥፍኣትን ዕንወትን ንሪኦ ዘለና ቤተክርስትያን ድሕሪታ ተሪፋ ኣገልገልቲ ከምቲ እግዚኣብሄር ዝሃበና ኮይና ዶ ክንብል ስለ ዘይከኣልና ወይ ጎኒ ጎኒ እቲ ህዝቢ ኣለና ወይ ድሕሪት እቲ ህዝቢ ኣለና ቅድሚት ምቕዳም ስለ ዘይከኣልና ስለዚ እግዚኣብሄር ይጥልቐልና እዩ ዘሎ እጥልቐልኩም ኣለኹም ኣትጓሰ ከመይ ትብልታ ፅሕፍቲ እጥልቐልኩም ኣለኹ ነፍሳት እዞም ኩሎም ካባና እዩ ዝደልዮ እግዚኣብሄር ስለዚ ህዝቡ ዜጓሲ ይጓሳ፣ ግዲ ህዝቢ ዘየብሉ ጓሳ፣ መጓሰ ህዝቢ ዘየብሉ ጓሳ፣ ቃል ወንጌል ዝጸምኦ ህዝቢ ተጻዊሩ ዝኸይድ መራሒ ኣብ ቅድሚ ኣብ ቅድሚ እግዚኣብሔር የኾንነና እዩ። እዚ ኩሉ ከኣ ውድቀት ዝተፈላለየ ዘመን ብዝበጽሓና እዩ እሞ ኩላትና ናብ ቃል ወንጌል ነቃልብ። ኩላትና ቃል እግዚኣብሔር ንስማዕ። ግዲ የብልኩምን እግዚኣብሔር ሕያዋ እዩ። እግዚኣብሔር መሓሪ እዩ። ንእሽቶ ሕብስቲ በሊዕካን ማንካ ንእሽቶ ማንካ ወይኒ ሰቲኻን ጽድቂ ትእቶ ጌሩ እዩ ሂቡና በቃ ከነኣቱ እዩ እግዚኣብሔር ገድልና እሞ ኣምላኽ ጸጋ የብዝሓልና ኩላትና ኩላትና ሓደራ ክብላ ደጋጊመ ዝደሊ ኩላትና ከም ሰባት ከም ሕብረተሰብ ወንጌል ቃል ኣምላኽ ከነንብብ ኣብዚ ቤተ ክርስቲያን እዚ ብተዳልብ መገዲ መገዲ ዓቕምና ዝፈቕዶ ንነግር ኣሎና ግደፍዎ እቲ ብደገ ትሰምዕዎ ኣደይ ክስቶዶ መጽሓፍ ክስቶዶ ድርሳን ክስታዮዶ ገለዶ ገለዶ ግዲ የብልኩም ንሕና ክንነግረኩም ኢና ቤት ኣምላኽ ስለዚ እግዚኣብሔር ጸጋ የብዝሕ ኣምላኽ ንኹላትና ይባርከና ቶም እነገልግል ከኣ ከምቲ ንደልዮ እግዚኣብሔር ዝደልዮ ኮይና ከነገልግል ኣምላኽ ጸግኡን በረኸቱን የብዝሓልና ክብሪ ምስጋና ንእግዚኣብሔር ይብጽሓዮ ምስጋና ንኣቦ ምስጋና ንወልድ ምስጋና ንመንፈስ ቅዱስ ይኹን ሎምን ንወትሮ መዓልትን ንዘለዓለም ዓለምን ኣሜን